ኩቡራት ተኻታተልቲ መደብ መኣዲ ስነጥበብ ኣብ ናይ ሎሚ መደብ ደርፍታትናን ታሪኾምን ንገዲም ስነጥበበኛ ኣልማዝ ዮውሃንስ እየ ሒዘልኩም ቀሪበ ዘለኹ ድምጻዊት ኣልማዝ ዮውሃንስ ዕድሜና ኣኽቢርኪ ብምምጻእኪ ብሽመይን ብሽም ተዓዘብትን ከመስግነኪ ፈቱ።
ዮናን የቀኔለይ ነዚ ዕድል እዚ ሂብኩም ኣብዚ መኣዲ ስነጥበብ እሞ ናይ መንእሰያት ንምቕራብኩም ኣዝየ ነዛ መደብኩምን ንዓኽን ከየመስጎንክኺ ክሓልፍ ኣይደልን። ብዙሕ የቐንየለይ። መብዛሕትኡ ደርፍታትኪ ኣሎ ናይ ሃገር ገለ ገለ እውን ኣብ ማሕበራዊ ጉዳያት ኣተኪርኪ ትደርፍዮ ኣሎ ዝበዝሕ ግን ኣብ ፍቕሪ ኣተኪርኪ ኢኺ ትደርፊ ኣመና ዲኺ ብፍቕሪ ተጠቂዕኺ ዋላ ብዙሕ ናይ ፍቕሪ ሂወት ስለ ዘሕለፍኪ ዲኺ ከመይ እያ እዚኣ ዮናን እዚ ሕቶት ቁሩብ ተበርትዕለይ ኣለኺ ቁሩብ ናብ ውልቃዊ ሕቶታት ይመጽእ ኣሎ ግን ደስ እናበለኒ ከኣ ክምልሰልኪ እየ ምክንያቱ ጸገም የለን ከምኡ ከነዕልል እውን ደሓን ኣነ ፍቃደኛ ስለ ዝኾንኩ ንዝኾነ ፍቅሪ ጥዑም እዩ ንፍቕሪ ዝኾነ ግዜን እዋንን መተካእታ የብሉን ፍቕሪ ሃገር ፍቕሪ ስድራ ፍቕሪ ናይ ክልተ ጾታ ፍቕሪ ህጻን ዝኾነ ጥዑም እዩ ስለዚ ኣነ ከታ ዝሓተትክኒ ሕቶ ክምልሳ እወ ብፍቕሪ ብዙሕ ከየሰንብደኪ ደኣ እምበር ብፍቕሪ ስለ ዝተጠቓዕኩ ኣይኮንኩን ብዙሕ ከኣ ደሓን ኣብ ከምኡታት እቲ ህይወት ብዙሕ ኣይ ኣይ ኣይጸለወንን ዕድለኛ ኣይኮንኩን ማለት እዩ ጸለወኒ ጽቡቕ ነይሩ ዋላ ክጥቃዕ ከማን ጽቡቕ ነይሩ ስለዚ ስለ ከምኡ ዝኾንኩ ኣይኮንኩን ነቲ ፍቕሪ ነቲ ደርፍታት ኣብ ፍቕሪ ዝያዳ ተኣሽም ገይረ ግን ፍቕሪ ጥዑም ስለ ዝኾነ ንፍቕሪ ክገልጾ ስለ ዝደለኹ ጥራሕ እየ። ተስፋ እገብር ተመሊሳ ትልኪ ክትከውን። ኣይተሰምዐኒ እምበር ትብል ደርፍኽሲ ምስ ናትኪ ሂወት ዝተኣሳሰረት ኮይና እያ ትስምዓኒ። ንሎሚ ብዛዕባኣ ከነዕልል ካብ ኮና እስከ ከመይ ይመስል ድሕረ ባይታኣ መዓስ'ኺ ደሪፍክያ ከ ኣዕልልና። እዚ ኣብ ገለ ሰሚዕክን ሪኢኽን ክትኮኒ ኣለኪ ነዚኣ ሕቶ ትሓትኒ ዘለኺ። እያ እወ እዚኣ ኣይተሰምዐን ትብል ባዕለይ እየ ጽሒፈያን ዜማ ጌረላን። እንፋክት ገለ ሓቂ ታሪካት ኣለዋ እፈትዎ እየ እምበር ፈትወኒ ኣይበሃልን እንድዩ ግን ሓደ ሓደ ግዜ ከኣ እቲ ሓቂ እዩ ትኽውን ክትዛረብ ከኣስ ጸገም ኣይኮነን መስለኒ እዋ ሓደ ንዓይ ዝግደስ ሰብ ስለ ዝነበረ ግን ኣዝዩ ቁሩብ ካባይ ብዝተፈላለየ ነገራት ዝሓሸ ሰብ እዩ ኔሩ ብጣዕሚ ይግደሰለይ ይፈትወኒ እዩ ክብል ይኽእል እየ ማለት ስለ ዝነበረ ኣነ ግን ብዙሕ ኣብ ከምኡታት ስምዒታት ስለ ዘይነበረኒ ግን ብዙሕ ሰብ እዩ የለልዮ ኔሩ ናይቲ ሰብ ምፍታውሲ እቲ ከባቢ ዝሪኦ ዓይነት እዩ ገለ ኔሩ ነው ሕጂ ብከምኡ እየ እታ ገምጢለያ ማለት እዩ ኖ እታ ኣይተሰምዐን እምበር ናትካስ ተሓቢኡ ምፍቃረይ ንዓካ ግን ኩሉ ሰብ ሰሚዑ ማለት እቲ እታ ናቱ ሲ እቲ ንዓኺ ናቱስ ጌርክያ። ገምጢለ ገረያ ማለት እዩ ስለዚ ቁሩብ ከም ዝትመስል ኤንወይ ኣብቲ ምስጢራት ትኣቱ ኣለካ ግን ጸገም ኣይኮነን እ፣ ክትደርፊ ከለኽሲ ኣብ መብዛሕትኡ ደርፍታትኪ ብስምዒት ኢኺ ትደርፊ ምንቅስቓሳትኪ ኣሎ ጨጉርኺ ዋላ ኣብ ገለ እ፣ ኣክት ትገብርዮ ናይ ገጽኪ ዋላ እቲ ፋሻል ኤክስፕረሽን ናይ ገጽኪ ከኣ ተዛራቢ እዩ። እቲ ድምጽኺ ጥራይ ዘይኮነሲ ምንቅስቓሳትኪ ክዛረብ እዩ፣ ገጽኪ ክዛረብ እዩ። ገለ ብስምዒት ትገብርዮ ድዩ ዋላስ ደይ መደይ ኢልኪ ኢኺ ፕራክቲስ ትገብሪ፣ ልምምድ ትገብርሉ ኢኺ? ኖኖኖኖኖኖኖ ኣነ ብተፈጥሮይ ከምዚ ክዉን ተፈጥራዊት ኮሜ ኣዶኖ ሕጂ ከማን ትርእኒ ትኮኒ ኢኪ እቲ ሓቂ ገለ ክመላልእ ገለ ኣይክእልን እየ ባስታ ኮምኡ ዓይነት የብለይን ኣነ ክዉን ድሓስብ ሰብ እየ ከምቲ ኩሉ ግዜ ንብሎ ሰባት ዉጺኢት ናይ ኣታሓሳስብኦም እዮም ትብሎም ን ሕጂ ኣነ ኣካል ናቱ ስለ ዝኮንኩ ክሓዝን እንተሕር ኮይነ ሓስየ ኣይሓዝንን እየ ክሕጎስ ተኮይነ ሓስየ ኣይሕጎስን እየ እቲ ኣብቲ ደርፍታት ዘሎ ነገራት ከማን በቲ ሓቂ እየ ድገልጾ ሓስየ ኣይገልጾን እየ ስለዚ ውጽኢት ናተይ ጠባይ እየ ድገልጾም ንዕኦም እምበር ከምዚ ኮነ ኢለ ብ ብልምምድን ብገለን ገለ ኣይገልጾን እየ ባስ ኣነ ውጽኢት ናተይ ኣተሓሳስባ ኣካያይዳ እየ። ሓቀኛ ስምዒትኪ እዩ እቲ ሓቀኛ ትገብርዮ። ሓቀኛ ስምዒተይ እዩ ባስ እታ እንድሕር መይተልካ ክብሎ ኮይነስ ናይ ብሓቂ እቲ መይተልካስ እንታይ ማለት እዩ ምማትስ እንታይ ማለት እዩሲ ኣውቶማቲክ ኣብ ውሽጢ ዘንጸባርቕ ኖት ብልምምድ ዶ ይኮንኩ እቲ እፈትወካያ እንድሕር ክብሎ ኮይነ የፍቅረካያ እንድሕር ክብሎ ኮይነ ናይ ሸው ዶ ይኮንኩ እቲ ናይ ብሓቂ ምፍቃር ይርድኣኒ የመምጽኦ ባስታ ትሬኒንግ ላይ ይገብረሉ ቅንዝብዝብ ገለ እንዳበልካ
እሞ ሕጂ ነዛ ኣይተሰምዐን እምበር ትብል ደርፍኺ ተስፋ ገብረ ብስምዒት ክትደርፍለይ ቮካል ብድምፅኺ
ኣይተሰምዐን እምበር ናትካስ ተሓቢኡ ናትካስ ተሓቢኡ ናትካስ ተሓቢኡ ኣፍቃረይ ንዓኻ ግን ኩሉ ሰብ ሰሚዑ ኩሉ ሰብ ሰሚዑ ንልበይ ሓያልዩ ብርቱዕ ኔሩ ብፍቕርኻ ግን ተሳዒሩ ሓቢኤይ ኩሎን ንፍቕርኻ ወይ ንዘለላ ሽኮር ኢኻ ዘረባ ሰብ ፋይዳ ይብሉን ኣይትስማዓዮ ኣይትወሰን ዘይንገብሮ ሚዛኑ ሓደ ብእዋኑ ከይተጎደኤ። ዋእ ጽቡቅ ኣሎ እምበር ኣብ ቦትኡ ኣሎ ድምጽኺ እ። ናትካስ ተሓቢኡ

እንታይ ኣሎ መሲልኪ ናይ መብዛሕትኣን ደቂ ኣንስትዮ ድምጻውያና ኣብ ግጥምን ዜማን ኣብ ምውጻእ ዝውትራት ኣይኮናን ካበየኖት ኢኺ ንስኺ ግጥምን ዜማን ባዕልኺ ትፍትኒ ዲኺ እዛ ደርፍኸ ግጥምን ዜማን ናይ መን እያ ኦኬ ሓቂ ኢኺ ዝውቱር ኣይኮነን ኣባና ጌና ግን ተስፋ ኣለኒ ክንበጽሖ እምበር ብዙሓት ኣይኮንናን ኣብኡ ነብል ብመጠኑ ብመጠኑ ብመጠኑ ገለ ገለ ንእሽተይ ነገር ይፍትን እየ ኣነ ስለዚ እዚኣ ግጥምን ዜማን ከዓኒ ናተይ እያ ባዕለይ እየ ገይረያ ማለት እዩ
ክንደይ ትገብር ካብቲ ደርፊ እያ
ሕጂ ነዊሕ ገይራ እያ ሓቂ ዘረባ ሸውዓተ ዓመት ኣብ መንጎ ዝታ ሸውዓተ ሽዱሽተ ሸሞንተስ ትገብር እያ ካብቲ ድረፍ
ካብተን ናብታ ሲዲ ዘውጻእክወን ደርፍታትሲ ካልኦት ተጸብየ ነይረ ዝያዳ ክፍተዋ። ናይ ብሓቂ ግን ሕጂ ብዙሕ ሰብ ድሕሪ እዛ ናፊቐ ትብል ደርፊ መብዛሕትኡ ሰብ ብፍላይ መንእሰያት ዋላ ብ ደገ ዋላ ብ ገለ ነዛ ደርፊ እዚኣ ዝያዳ ይፈትዋ ዝያዳ ክሰምዑዋ ደስ ብሎም ወይ ከዓ ብዝያዳ ከዓ ኮምፕሊሜንት ይቡኒ ብዛዕባ እዛ ደርፊ እዚኣ ማለት እዩ እዚ ፅቡቅ ባይታ ረኪባ ሽም ገይራ እያ ማለት እያ እዛ ደርፊ